እንኳዕ ብደሓን መጻኹም ብምቕጻል ኣብዛ ናይ ሎማዓንቲ እዛ ክትርእይዋ ዝጸናዕኹም ቪድዮ ከመይ ገይረ ከም ዝሰራሕኳ ብሕጽር ዝበለ ክንሪኣ ክንፍትን ኢና ከም ቀዳምነት ገይረዮ ዘለኹ ኣብ ጸጋም ከምቲ ብቐዳማይ ዝጠቐስናዮ ቅድሚ ዝኾነ ነገር ምስራሕና እዞም ፎልደራት ክንሰርሖም ንንከል ኣለና ከመይ ጌርና ሰሪሕናዮም ንዝብል ከዓ ኣብ ፀጋም እዛ ኒው ኣይትም ብምጥዋቕ ሓደ ቦርሳ ሰሪሐ እዛ ቦርሳ ብምጥዋቕ ሓደ ቦርሳ ሰሪሐ ናይ ድምፂ ናይ ስእሊ ናይ ዝተፈላለዩ ነገራት ቶም ክእትዎም ደልዮ ዘለኹ ኣብዚ ቪድዮ ነናቶም ቦታ ክሰርሓሎም ኣለኒ በርከስ ከም ትሪእዎ ዘለኹም ብዙሕ ፋይለ ተጠቂመ ኣለኹ ዳሕራይ ካብዚ ምፅኤ ናብ ዝክእቱ ከለኹ መታን ቦትኦም ክሕዙለይ ናይ ሙዚቃ ናይ ቪድዮ ናይ ኤስፌክስ ቪድዮ ዝተፈላለዩ ኢለ ኣብ ቦትኦም እትዮም ኣለኹ መጀመርታ እቲ ቦርሳ ንሰርሕ ቦርሳ ሰሪሕና ከዓ ኣብ ፋይል ከይድና ኢምፖርት ንብሎ ስለዚ ከምዚ ጌርና ምስ እትና ካልኣይ ሽዑ ቀፂለ እቲ ሲኮንስ ዝሰርሕ ሲኮንስ ዝሰርሕ ተኮይነ ኣብ ናፃ ቦታ ዳብል ራይት ክሊክ ጠዊቀ ኒው ኢለ ኣይቲም ኢለ እዛ ሲኮንስ ክሰርሕ ክእል ወይ ከዓ ኣብ ፋይል ከይደ ኒው ኢለ ሲኮንስ ክሰርሕ ይኽእል ወይ ከዓ ኣብ ኪቦርድ ናተይ ኮንትሮል ኤን ተጠዊቐ ሓደ ሲኮንስ ይሰርሕ ማለት እዩ ሲኮንስ ማለት እዚ ዘለና እዚ ዝረኣየና ዘሎ እቲ ፕሮጀክት ማለት እዩ እቲ ፕሮጀክት ሽዑ ሰሪሐ ዘለኹ ናይ ሎሚ ኣብ ናትኩም እንድሕዳ ኒው ኢልኩም ንኣብነት ኮንትሮል ኤል ኢልኩም እንድሕዳ ሓድሽ ሲኮንስ ክሰርሑ ተደሊኹም ናብ ከምዚ ገፅ ከምፃኩም ኣብታ ካልኣይቲ ሴቲንግ ትብልላ ከድኩም እቲ

ካልእ ሲምፕል እቲ ሳምፕል ሬት ዝበለና ዘሎ 48 ሄርት ኣብዛ ፕሪቪው ማለት ከዓ እቲ ንሪኦ ክንሰርሕ ኣለና ንሪኦ ቪድዮ ኩሉ ግዜ ናብ ኩክ ታይም ጠዊቕና ኦኬ ኢልና ሽዑ ሓደ ሲኮንስ ንሰርሕ ከምዚ ገረት ናተይ ሲኮንስ ሰሪሐ ኣለኹ ብምቕፃል ኣብዛ ትርእይዎ ዘለኹም ቪድዮ መጀመርታ ብቪድዮ ክንከይድ ኢና ክንጅምር ድምፂ ይፅናሓልና ኣብዚ ካብዚ ማይክሮፎን ንታሕቲ ዘለዎ ኩሉ እቲ ድምፂ እዩ ካብዚ ዓይኒ ንላዕሊ ዘለዎ ኩሉ እቲ ቪድዮ እዩ ማለት እዩ ስለዚ ኣብዚ ናይ ቪድዮ እንታይ ትሪክ ኣሎ ተኢልና እቲ ቀዲሙ ዝረአ ስእሊ ኩሉ ግዜ ኣብ ላዕሊ እዩ ዘሎ እቲ ድሒሩ ዝመጽእ ስእሊ ወይ ናይ መጨረሻ ዘሎ ከዓ እዚ ታሕቲ ዘሎ እዩ ስለዚ እዚኣ ናተይ ቪድዮ ኣይኮነን እዚ ትሪእዎ ዘለኹም እቲ ከለር ግሬዲንግ ዝበሃል እዩ እቲ ሕብሪ ገይረሉ ዘለኹ ነዚ ቪድዮ ማለት እዩ ቪድዮ ካብዚኣ ትጅምር ስለዚ ቪድዮ ክጅምር ከላ ከምቲ ትርእይዋ ዘለኹም ክልተ ቪድዮ እየን ዘለዋ እቲ ሓንቲ ግን እንዳ ፀሓይ ብራቕ ፀኒሓስ ትቕየር ኣላ እዚ ከመይ ንገብሮ ተኢልና መጀመርታ ኣብቲ ናትና ቪድዮ ኩሉ ግዜ እቲ ብላዕሊ ክረአ ደልና ዘለና ቪድዮ ኣብ ላዕሊ ከምዚ ጌርና ስሒብና ናብዚ ነጥዎ እቲ ብድሕሪት ክረአ ደልና ዘለና ከዓ ስሒብና ከዓ ኣብዚ ታሕቲ ንገብሮ ማለት እዩ ግድን ኣብዚ ዘይኮነ ዋላ ኣብዚ ብዚ ክንገብሮ ንኽእል ኢና ሽዑ ኣብታ ቪድዮ ጠዊቕና ኣብ ላዕሊ ከይድና ወይ ኣብ ከለር ዘላ ወይ እዛ ኢፌክት ዘላ ጠዊቕና ብጸጋም ሓደ ክስታይ ክመጸልና እዩ ሓደ ሴቲንግ ክመጸና እዩ ብፍላይ ኣብ ኢፌክት ተጠዊቕና ሓደ ሴቲንግ ክመጸልና እዩ ብጸጋም ሽዑ እንታይ ክገብር እየ ዝኾነ ኢፌክት ከይተጠቕምኩ ኣብዚ እንታይ ኣሎ መሲልኩም ብፀጋም ኦፓሲቲ ትብል ኣላ ኣብዛ ኦፓሲቲ ትርእይዋ ተለኹም ቁፅርታት ኣሎ ክልተ ነጥብኻ ኣለዋ ናይ እዚያ ቪድዮ ማለት እዩ ስለዚ እቲ ሓንቲ ራይወን እተን ቁፅሪ እንድሕር ትርእይዎን ኣለኹም ሚእቲ ኔራስ እንዳሃሰሰት ናብ ዜሮ ትኸይድ ዝገበርክዎ ክንደግማ ኢና ሕጂ ነታ ቪድዮ ጠዊቕና ኣብ ኦፓሲቲ ኩሉ ግዜ ሚእቲ እዩ ክፀንሓና እቲ ዲፎልት ማለት ክጅምር ከሎ ስለዚ እንታይ ይገብር ነዛ ነጥቢ ማርክ ግበርያ ሞብላ ሽዑ ብዜሮ ጀሚርክስ ኣብዚ ኢታት ክትበፅሒ ከለኺ ብሚእቲ ጀሚርክስ ኣብዚ ኢታት ክትበፅሒ ከለኺ ዜሮ ኩን ብላ ሽዑ ከምዚ ሪኦ ኣለኹም እታ ቪድዮ ናሃሰ ዝትመጸላ እታ ብድሕሪያ ደላኻ እንታይ ይገብራ ብዜሮ መጀምሪ ሽዑ ኣብዚ ተትክትብጽሕ ከለኻ ከዓ ሚእቲ ኩን ብላ ስለዚ ኣብ ኦፓሲቲ ከይደ ጠዊቐ እታ ትሕቲያ ደላ ቪድዮ ብዜሮ ገብራ ሽዑ ወይ እቲ ዜሮ ጠዊቐ ዜሮ ፅሕፍ ማለት እዩ በዓለይ ኣብ ኪቦርድ ሽዑ ኣብዚታት ክትብፅሕ ከለኺ ግን እንታይ ይብላ ኣብዚ ተተሃሰሉ ከላ ሚእቲ ትኸውን ስለዚ ከምዚ ጌራ እታ ቪድዮ እቲ ሓንቲ ክትሃስስ ከላ እቲ ሓንቲ ከዓ ትደምቕ ብምቕፃል ኣብ ፅሕፈት ኢና ከድና ዘለና ፅሕፈት ከዓ ኣብቲ ኣብ መጀመርታ ኣብ ናፃ ቦታ ጠዊቐ እቲ ጠዊቕካ ክትጽሕፍ ትኽእል ኢኻ ማለት እዩ። ትግርኛ ተደሊና ከኣ ከምቲ ፍሉጥ ግእዝ ጽዒና ነቲ ግእዝ ራይት ክሊክ ምስ ጠወቕናዮ ኣክቲቬት ይኸውን ሽዑ ኣብ ጸጋም ከምታ መልኩም ኣብ ኢፌክት ጠዊቕና ኣብ ጸጋም ሓንቲ ቴክስት ትብል መጽያትና ኣላ እዛታ ናይ ቴክስት ኤክሳይ ሴቲንግ እያ ስለዚ ትግርኛ ክንጽሕፍቲ ኮይና ኣብ ትግርኛ ዘለዉ ናቶም ፎንት ብጣዕሚ ውሑዳት እዮም ንኣብነት ግእዝ ኣበል ድብል ኣብ ኩሉ ንጥቀመሉ ነበርና ኢና ዋላ ኣብቲ ፎቶሾፕ ብተወሳኺ እዚኦም ኣለዉ እዞም ፎንስ ዳሕራይ ዋላ ኣብቲ ናተይ ዌብሳይት ከእትወልኩም እየ ስለዚ ሓደ ካብቶም ፎንትስ ወይቶም ናይ ግእዝ ዘፅሑፉ መሪፅና እቲ ትግርኛ ክንጽሕፍ ንጅምር ማለት እዩ ስለዚ እቲ ትግርኛ ጽሒፈ ኣለኹ እንኳዕ ብሰላም መጻኹም ኢለ ብምጽሓፍ ዳሕራይ ክንዕብዮ ወይ ክነንእሶ ተደሊና ኣብቲ ቴክስት ዝጸሓፍናዮ ኣብዚ ክመፀና እዩ ዝኾነ ነገር ፃዕዳ ወይ ሮዛ እዩ ድመፅ መብዛሕትኡ ግዜ ሮዛ ምስ መፀ ነቲ ሮዛ መሪፅና ነቲ ናትና ፅሕፈት ክነዕብዮ ንኽእል ክነንእሶ ንኽእል ዓቕምና ነቲ ስከይል ኣብ ስከይል ከድና እቲ ናትና ዓቕን ክንዕርዮ ንኽእል ኢና ማለት እዩ ስለዚ እቲ ናትና ሳይዝ እቲ ናትና ደለናዮ ቦታ ምስ መረፅና ትርእዋ ድሕና ደኹም ኣብዛ ቪድዮ እቲ ስእሊ መፅዩስ ነቲ ባሕሪ ይመስል ኣሎ ሕጂ እዚ እንታይ ገረተልና ኣብቲ መጀመርታት ፅሑፍ ፅሒፍ እየ ኣለኹምሽ ፅሑፍ ክረአ ዝደለየ ስለ ዘለኹ ግን ኩሉ ግዜ ኣብ ላዕሊ ምግባር ክርስዑ የብለይን ሽዑ ብድሕሪኣ ሓንቲ ቪድዮ ኣላ ነታ ቪድዮ ጠዊቐ እንታይ ይገብራ ኣብ ሴቲንግ ከይደ ትራክ ትራክ ማለት ኪ ዝበሃል ኤፌክት ኣሎ ሕጂ ነታ ኣብ ትሕቲ ኪንግ እቲኣ ትብል ኣላ ነታ ፅሕፈት መሪፀ ናብታ ቪድዮ እዩ ዝገብራ ናብቲ ስእሊ ዘይኮንኩ ናብቲ ፅሑፍ ዘይኮንኩ ናብታ ቪድዮ የእትዋ ማለት እዩ ምስ ኣተኽዋ እታ ክስታይ ክትመፅእ ኣለያ እታ ከምዚኣ ክትመጻለይ ንዓኹም ከምዚ ዝረኣየኩም ዘሎ ሕጂ እቲ ኢፌክት ሽዑ ንሽዑ ይኮነን ዝኾን ሽዑ እንታይ እያ ትብለካ ነቲ ትራክ ማትኪ ወይ እቲ ክትእትዎ ደሊኻ ዘለካ ስእሊ ኣብቲ ፅሑፍ ወይ ኣብ ዝኾነ ቅርፂ ሲ ኣብ ኣበይነይቲ ቪድዮ እዩ ዝርከብ ዘሎ ክብለካ እዩ ስለዚ ናተይ እዛ ፅሕፍቲ ኣበይ እያ ትርከብ ዘላ እንድሕዳ ኢልና ኣብ ቪድዮ ሲክስ እያ ትብል ዘላ ኣብዛ ቪድዮ ሽዱሽተ ትብል ዘላ ኣበይ እያ ትርከብ ዘላ እብላ ሽዑ እንታይ ይገብራ ነታ ጽሕፍቲ ነታ ቪድዮ ዘእተኹላ እቲ ኢፌክት ጠዊቐ ሽዑ ኣብዛ ማት ትብለላ ኣብኣ ብምጥዋቕ እታ ቪድዮ ትርከበሉ ቁፅሪ ክንደይ እያ ቁፅሪ ሽዱሽተ እታ ጽሕፍቲ ቁፅሪ ሽዱሽተ ተጠዊቐ እቲ ኢፌክት ይመጽእ ኣሎ ማለት እዩ ስለዚ ከምዚ ጌርና ነቲ ናትና ቴክስት ነቲ ኢፌክት ክነትሕዞ ንኽእል ኢና ብምቕፃል ካልእ ዋላ ሓንቲ ትጠቐምኩን ትፅሑፍ ጥራይ ኢና ተጠቒምና ሽዑ ከይዳ ከይዳ ከይዳ ከይዳ ኣብ ከምዚ ገፂ ኢና በፂሕና ደለና ከምቲ ዝጠቐስኩ ቴክስት ክንፅሕፍ ተኮይና ኣብቲ ጠዊቕና እቲ መጀመርታ እቲ ግእዝ ኣክቲቬት ጌርና ሽዑ ኣብ ትሕቲ ቴክስት ዘሎ እቲ ናትና ግእዝ መፅሓፊ እንድሕዳ እዚ ዘይብልኩም ግእዝ ኣበል ትብል ኣላ ኣብ ብኣልፋቤት ከድኩም እንድሕዳ ደሊኹም ኩሉ ግዜ ኣብ ጂ ክትበፅሑ ከለኹም ግእዝ ኣበል ትብል ኣላ ነታ ግእዝ ኣበል ንጥውቓ ከምዚ ትሪእዎ ዘለኹም ናተይ ኮኸብ ተጠቂምኩም ተጠቂምሉ ከዓ እዚ ኮኸብ ሽዑ ኣብቲ ትጽሕፉሉ ግዜ መጀመርታ ነቲ ጽሑፍ ትመርጽዎ እሞ ሽዑ ነዛ ኮኸብ ተጠዊቕኩሞ እቶም ኮኸብ ዝገበርኩምሎም ኩሎም ኣብ ክንዲ ምድላይ ከምዚ ጌርኩም ክትሰርዕዎም ትኽእሉ ኢኹም ማለት እዩ ስለዚ እዞም ናተይ ፎንት ደለዉ ምናልባት ኣብ ታሕቲ ክገድፈልኩም ክፍትኒ ወይ ኣብ ዝኾነ ዌብሳይት ሽዑ ነቲ ናህና መፅሓፊ ግእዝ መሪፅና ንጽሕፍ ንኣብነት ካልኣይ ኢለ ጽሒፍ እያ ዘለኹም ካልኣይ ሕጂ ነዛ ይ ቁሩብ ትርእዋ ተሊኹም ቁሩብ ክስታይ ኮይና እያ ዘላ ንኢሳስ ኣብ ላዕሊ እያ ዘላ ስለዚ ነታ ካልኣይ ትብል ዘላ ነታ ይ ጥራይ ብማውስ ገይረ እንድሕዳ መሪፀያ ሽዑ ኣብ ትሕቲ ቴክስት ኣብቲ ናይ ቴክስት ሴቲንግ ተኸድና ትርእዎ ተለኹም ዝተፈላለዩ ክስታይ ኣሎ ኢፌክት ኣሎ ወይ ክተጎብጣ ትኽእል ወይ ክተንእሳ ትኽእል ወይ ከዓ እዛ ትሪእዋ ዘለኹም እዛ ሱፐር ስክሪፕት ብለላ ንዓ ንህዳ ጠዊቐ ታይ ትንእስ ማለት እዩ ሕጂ ነቲ ፅሕፈት ኣብዚ ጥቓ ሬጉላር ዝብል ዘሎ ንሕዳ ነቲ ካብ ሚእቲ ነበረ ትዕቢናዮ ክዓቢ ክእል ክንእስ ክእል እዛ ክልተ ከ እንተ ኮይና ኢለይ ትዓቢ ዘላ ተልና ስለ ዘይመረጽናያ ኢና ስለዚ ነታ ክልተ ንበይና ክንመርጻ ተደሊና ከኣ መጀመርታ ኣብ ዝኾነ ንጥውቕ እሞ ሽዑኡ ነታ ክልተ ንመርጻ ነታ ክልተ መሪጽና ከኣ ነታ ይ ነታ ቁፅሪ ክልተ እቲ ቁፅሪ ተወሲኽናላ ትዓቢ ነታ ይ ከኣ ቁፅሪ ተወሲኽናላ ትዓቢ ስለዚ ከምዚ ጌርና እቲ ፅሑፋት ሓደ ንእሽተይ ሓደ ዓብዪ ክንፅሕፍ ንኽእል ኢና ብምቕፃል እቲ ካልእ ወላ ሓንቲ ጥቕሚ ኩሉ ነገር የለን ፅሕፈት ጥራይ ቁርብ ፍልይሊ ዘሎ እዚ ከዓ ናይቲ ፎንቲ እዩ ትግርኛ ደፅሕፍ ማለት እዩ ብምቕፃል ከይድና ኣብታ ስእሊ ንሪኣ ዘለና ወታ ቁፅሪ ክልተ ከምዚ ሽው ኢላስ ህስስ ትብል ንሳ ከዓ ልክዕ ከምታ ዓንተ ወይ ዝኸድናያ ነታ ክልተ ኢና ክንሪያ ንሳ ከዓ ትርእይዋ ተለኹም ኣብዚ ኢዛ ክትበፅሕ ከላስ እታ ንበይነይ ኣፊለያ ደለኹ እታ ቁጽሪ ክልተስ ከምዚ ሽው ኢላ ትወጽእ ስለዚ መፍለይየይ ምኽንያት እንታይ እዩ ተልና ንበይና ኢፌክት ክገብራ ደልየ ስለ ዘለኹ ነታ ስእሊ ከምዚ ገረ ከንውሓ ከጽብባ ንኽእል እየ ከንእሳ ንኽእል እየ ክመጣ ክእል እየ ሽዑ ኣብታ ዝደለኹላ ግዜ ነታ መቐስ ጠዊቐ ክሊክ ተልያ እታ እታ ጽሕፍቲ እታ ወይ እታ ቪድዮ ትብተኽ ማለት እዩ ብምቕጻል ነታ ፌክ ክገብራ ደልየ ዘለኹ ስእሊ ጽሕፍቲ ይጥውቓ እሞ ከምቲ ዓንተ ወይ ዝጠቐስናዮ ኣብ ኢፌክት ኺድና ንጸጋም እንድሕር ደኣ ኺድና ብዙሕ ኦፕሽን እዩ ዘለዎ ከምዚ ጌርና ክነንእሶ ክነዕብዮ ንኽእል ኢና ስለዚ ኣነ ደልየ ዘለኹ ዓንተ ወይ ጌርናዮ ነበርና እቲ ናይ ምድማቕን ናይ ምህሳስን እዩ እዚ ኦፓሲቲ እዩ ኣነ ደልየ ዘለኹ ግን ሕጂ እቲ ፖዚሽን እቲ ፖዚሽን ማለት እቲ ቦታ ማለት እዩ ከምዚ ንሪኦ ዘለና ንእሽተይ ጸኒሓስ ሽው ኢላ ትመጽእ ኣላ እሞ ሽዑ እንዳሃሰሰተት ከኣ ትመጽእ ኣላ ሽዑ ትጠፍእ ስለዚ ተጠቕሚ ኩለን ኣብዚኣን እንታይ እየ ተልና መጀመርታ ቲ ፖዚሽን ዝበሃል እዩ ቲ ፖዚሽን ዝበሃል እዩ ስለዚ ኣብ ትሕቲ ቴክስት ኣብ ትሕቲ ቴክስት ከድና ናይ ቴክስት ንበይኑ እዩ እቲ ሴቲንግ ኣብ ምስቲ ናይ ቪድዮ ኣይኮነን ስለዚ ኣብ ትሕቲ እቲ ቴክስት ብምኻድ ተጠቂመለን ዘለኹ እቲ ክስታይ ከዓ መጀመርታ እቲ ፖዚሽን እዩ እቲ ፖዚሽን እንታይ ገይረ መጀመርታ ካብታ ክንጅምረላ ደሊና ዘለና እቲ ምንቅስቃስ ድዩ ወይ እቲ ዝኾነ ነገር ክንገብሮ ደሊና ዘለና እንታይ ንገብሮ ክሊክ ንገብሮ ከምዚ ኮደን ክፀንሓና ንኣብነት ናተይ ክድምስሰ ካብታ ክንጅምረላ ደሊና ዘለና ቀስ ኣቢልና ንጅምሮ ሕጂ እታ ጽሕፍቲ ካብዚኣ ትጅመር ንኣብነት ነዚኣ ዋላ ክንዕምታ ኢና መታን ከይተደናገረና እዛ ቁፅሪ ክልተ ትብል ዘላ እታ ቁፅሪ ክልተ ትጅምረሉ ብዘቲ ናትና ኣብ ኪቦርድ ናይ ሰለስተ ናይ ሰለስተ ምንቅስቃስ ዘመልክታ ነገራት ኣለዋ ክገድፈልኩም እየ ኣብዚ ስለዚ ካብአን ንሕዳ ሓንቲ እታ ናብ ንፀጋም ተብል ንሕዳ ጠቂቕና ፍሬም መስገር ማለት እዩ ስለዚ እታ ትጅምረላ ቪድዮ እንታይ ክንብላ ኣለና ማርክ ንገብራ ማርክ ጌርና ከምዚ ውሽ ኢላስ ንቅድሚት እያ ትቀርብ ሕጂ ትዓቢ እያ ዘላ ስለዚ እታ ክንዓብያ ክንዕብያ ተደሊና ነዛ ስከይል ትብል ደላ ኢና ክንጥውቃ ስለዚ እንታይ ንብላ ኣብታ ቪድዮ ትጅምረሉ ግዜ ነዛ ማርክ ጠዊቅና ሽዑ ኣብ ፍርቂ ክትበጽሕ ከላ ነቲ ዕቤት ከምዚ ጌርና ንውስኮ ሕጂ ኣብቲ ድውስኸሉ ግዜ እንድሕር ደኣ ማርክ ደገረላ ኩሉ ግዜ እዚ ነጥቢ ኣይመጽናን እዩ ኩሉ ግዜ እዛ ማርክ ክንርሳ የብልናን ከምዚ ሰማያዊት ተኾይና ጽቡቕ ከምዚ ሃሳስ ተኾይኑ ግን ይመፀልናኒ ማለት እዩ ስለዚ ኣብታ ትጅምረላ ግዜ ጠዊቕና መሊስና ኣብታ ክንውድኣላ ድልና ዘለና ግዜ ከዓ ዝኾነ ቁፅሪ ተሂብናያ እቲ ማርክ ኣውቶማቲክ ክመፅ እዩ ስለዚ ነዛ ቪድዮ ተርእንያ ቅልጥፍ ኢልያ ግን ከም ዙም ትኾን ኣላ ማለት እዩ ስለዚ ከምዚ ገይረ እዚኣ ሳልሰይቲ ተጠቂመያ ከም መጨረሻ ደላ እታ ክስተ እያ እዘን ትርእይወን ዘለኹም እየን። እዘን ትርእይወን ዘለኹም ከኣ ልክዕ ብጣዕሚ ቀሊል ነገር እዩ። ዋላ ሓንቲ ይገበርኩሉን ጥራይ እተን ኣብ ውሽጢ እቲ ስእልታት ዝነበረ እቲ ቦታ እየ ገዲፈሉ። ጽሑፍ ትርእይዎ ኣለኹምስ ከምዚ ዕምት ጥፍእ ዕምት ጥፍእ እብል ኣሎ። እዚ እቲ ኣብ ብዙሕ ግዜ ኣብ ቪድዮታት ገለ ንሪኦ ነገራት እዩ። ኣብ ናይ ሙዚክ ቪድዮ ብፍላይ ብዙሕ እዮም ዝጥቀሙ። ስለዚ እንታይ ገይረ ኣብ ሓንቲ ፍሬም ኣብቲ ቪድዮ ዝጥቀመሉ ሲ ሓንቲ ፍሬም ከምዚኣ ገረ ይቆርፃ በታ ነንቀሳቀሳ ናበና ዓንቲ ወይ ንዓንዲ ሕዳ ጠዊቅያ እቲ ፍሬም እንዳተንቀሳቀሰ ይድኸድ ምሽ ነቲ ፍሬም እንታይ ይገብሮ ሽዑ እንዳቆረፅክዎ እንዳቆረፅክዎ ከይድ በብ ፍሬም በብ ፍሬም እንዳቆረፅኩ ይኸይድ እሞ ሽዑ እንታይ ይገብር ኣብ መንጎ ንሓንቲ ፍሬም ጠዊቐ ደሊት ቴልያ እንድሕዳ ሽዑታ ቪድዮ ተፃዊትናያ ቋሕ ሰም ትብል ማለት እዩ ስለዚ ከከም ዝደለናዮ ሓንቲ እዚኣ መንጎ ሓንትላ ደምሲሰያ መሊሳ ሓንትላ ሽዑ ደምሲሰያ ሽዑ መሊሳ ሓንትላ ሽዑ ክልተ ግዜ ደምሲሰያ ሓደ ክልተ ሽዑ ኣብ ሳልሳይ ከዓ ትመፅላ ማለት ኣብ ካልኣይ ከዓ ትመፅላ ሽዑ መሊሰ ከዓ ሓንቲ ቦታ ገዲፈ ከዓ ደምሲሰያ ሽዑ ከዓ ክልተ ቦታ ገዲፈ ከዓ ደምሲሰያ ሽዑ ከዓ ሓንቲ ቦታ ገዲፈ ደምሲሰያ ሽዑ ከዓ ሓደ ሰለስተ ኣርባዕተ ቦታ ገዲፈ ከዓ ደምሲሰያ ከምዚ ጌርና ነቲ እቲ እትርእይዎ ዘለኹም እቲ ቋሕሰም ክንሰርሖ ንኽእል ኢና ማለት እዩ ናብ ድምፂ ተኸይድና ከዓ ከምዚ እትርእይዎ ዘለኹም ድምፂ ጥዑም እዩ ሓቂ ዘረባ ካብ መጀመርታ ንድሕር ደኣ ከይድና እዚ እቲ ታሕተዋይ ድምፂ እቲ እንተወይ ትሰምዕዎ ነበርኩ ማለት እዩ ስለዚ እቲ ድምፂ ኩሉ ግዜ ክፃወት ከሎ ኣብዚ ፀጋም ክንሪኦ ክንክእል ኣለና ስለዚ እቲ ድምፂ ንኣብነት ኣውዲዮ ገይን ኢለ ንኣብነት ሓምሳ ክውስኮ ኣለ እዩ ሕጂ ራይዎ እቲ ድምፂ ከንቀሳቀስ ከሎ ኣብዚ ቀይሕ ክኾነ ኣሎ ቀይሕ ተኮይዱ ብጣዕሚ ሕማቕ እዩ ፅቡቅ ኣይኮነን እቲ ቪድዮ ብጣዕሚ ሕማቕ ዝወፅእ ስለዚ ኩሉ ግዜ ድምፂ ክንመልእ ከለና ካብ እዛ ዓሰርተ ክልተ በዚሑ ተባሂሉ ከኣ ክሳብ ኔገቲቭ ትሽዓተ ደላ ኣብዚኣ ካብዚኤን ክሓልፍ የብሉን ኩሉ ግዜ ኣብ ዘርብ ማለት እዩ ኣብ ገለ ዓውተ ኢልና ጥራይ በቃ ማይና ሽዱሽተ ትብለላ ልዕሊኡ እንድሕር ደኣ ኺዱ ነቲ ሰማዕትና ዘይምቅር ድምፂ እዩ ዝኸውን ኩሉ ግዜ ግን ኣብ ዘረባ ክኸውን ከሎ ካብ 21 ክሳብ 18 ፅቡቅ እዩ ኣብ ኣክሽን ክኸውን ከሎ ወይ ዝኾነ ድምፂ ወይ ድራማ ክንገብር ከለና ከዓ ክሳብ ትሽዓተ ማክሲመም ተባሂሉ ማለት እዩ ዝበዝሕ ካብኡ ንላዕሊ ግን ተመራፂ ኣይኮነን በቲ ሕጊ ማለት እዩ ስለዚ ኣብዛ ቪድዮና እቲ ድምፂ በርቲዑ እዩ ዘሎ ሕጂ እንታይ ክንገብር ኣለና እቲ ድምፂ እንድሕዳ በርቲዑ ከመይ ጌርና ዝነትሕዞ ተኢልና ዝተፈላለየ መገዲ ኣለዎ ሓደ ነዛ ናብቲ ድምፂ ይቐርብ ሞ ነዛ ትሪእዋ ዘለኹም ፔንቱል ትብል ዘላ ንዓ ጠዊቐ ኣብቲ ናይ ድምፂ መስመር ኣላ ነታ መስመር ከምዚ ገይረ ከዕብያ ከንእሳ ክእል እየ ሕጂ እዚ ናይ ድምፂ ክስታይ ማለት እዩ ከምዚ መዕበይ ማለት እዩ እዚኣ እንድሕዳ ደየ ረኪብናያ ከዓ ኣብታ ድምፂ ወይ ደ ፈቲናያ ከዓ ኣብታ ድምፂ ጠዊቕና ራይት ክሊክ ንጥወቕ ሽዑ ኣብዚ ኣውዲዮ ገይን ዝብል ዘሎ እቲ ድምፂ ናይ ብዝሒ ማለት እዩ ስለዚ እንድሕር ዳኣ ክንውስኸሉ ተደሊና ቁፅሪ ኢና ንህቦ ስለዚ ዩዋሊ ከምቲ ከምዚ ክንሪኦ ፀናሕና ኖርማል ስለ ዘሎ እንድሕር ዳኣ ማራ በዚሕና ግን ንኣብነት ማይናስ ዒስራ ንገብሮ ማለት እዩ እዛ ማይናስ ዒስራ ተፅሒፍና ኦኬ ትልናዮ እቲ ድምፅና ከዓ ብሚኑስ ዒስራ ብማይናስ ዒስራ ይፅቀጥ ኣሎ ማለት እዩ ስለዚ ከምዚ እንዳገበርና በቲ ቁፅሪ እንዳተፃወትና ትናህና ሞኒተር ግን ኣብዚ ይኮን ኣለዎ ዘረባ ትኮይኑ ኩሉ ግዜ ኣብዚታት ክኾን ኣለዎ እቲ ኣክሽን ትኮይኑ ከዓ ተበዚሑ ተባሂሉ በቃ ኣብዚታት ክበፅሕ ኣለዎ ካብኡ ንላዕሊ ተሓሊፉ ግን ድምፂ ተመራፂ ኣይከውን እዩ ማለት እዩ ስለዚ ኣብዛ ቪድዮ ትርእዋ ዘለኹም እዚ እቲ ድምፂ ማለት እዩ ብድሕሪኡ እቲ ሙዚቃ ማለት እዩ ብድሕሪኡ ኣብዚ ክትበፅሕ ከላ ናይዛ መኪና ኣሎ ናይዛ መኪና ከዓ ልክዕ ካብ ኢንተርኔት የምፅዮ ሓንቲ እዚኣ ውሽ ትብላላ ስለዚ ኣብዚ እንታይ ተጠቂመ ተኢልና መጀመርታ ነተን ድምፂ ካብዚ ገይረ ከምዚ ገይረ እተን ብምቕፃል እቲ ድምፂ ክበዝሕ ስለ ዘይብሉ ኣብዚታት ክበፅሕ ከሎ ራይዎ ኖርማል እዩ ደሎ ሽዑ ኣብዛ ናይ መኪና ክትበጽሕ ከላ ግን ቁሩብ ሓንቲ ንእሽተይ ትሪክ ተጠቂመ ነይረ እዛ ትሪክ ከኣ እንታይ እያ መሲልኩም እቲ ድምጽስ ባዕልና እውን ከምዘይ ክንዕርዮ ንኽእል ኢና ብዝሑል ጀሚሩስ እንዳበርትዐ ከይዱ ዝሕል ይብል ስለዚ ነዛ ፔን ቱል ትብል ዘላ ጠዊቐ ኣብ ሓንቲ ኣብዘን መስመር ዘለዋ ሓንቲ ጠዊቐ ልዕል ኢሉ ጅምር ሽዑ ባትሕት ኢሉ ጅምር ናብ ላዕሊ ኸይድ ሽዑ ናብ ታሕቲ ከዓ ቀስ ኢሉ ኸይድ ብከምዚ እየ ገይረዮ ዘለኹ ስለዚ ክንዝኾነ ድምፂ ክንሰርሕ ተደሊና ኣብዘን ነዛ ፔንቱል ብምምራፅ ሓንቲ ጣዕ ነብላ ሽዑ እንዳላዕለ ከይድ ኣብዚኣ ከዓ ሓንቲ ጣዕ ነብላ ኣብዚኣ ከዓ ሓንቲ ጣዕ ነብላ ኣብ ድጥወቅን ኣለዎ እቲ ክስታ እዩ ድመፅእ እቲ ነጥቢ እዩ ድመፅእ ሽዑ ነቲ ነጥቢ ቁርባ ልዕል ኣትሕት ክነብሎ ንኽእል ኢና በቲ ቁፅሪ ከዓ መፀልና ስለ ዘሎ እቲ ማይናስ 12 ግለ ክብደካ ኣሎ ከዓ ኣብዚ ናትካ ግራፍ እንዳረእኻ ክተመሓይሾ ትኽእል ኢኻ ማለት እዩ